ኣብ ስደት ብዙሕ ዓመታት ገይረ፣ ገዛይ ግን ኣይወዳእኹዎን። ተጸሚመ ዓመታት ወሲኸ፣ ገዛይ ወዲኤ ምኻድዶ ይሐሸኒ፣ ዋላስ እተን ዘለዋ ንገንዘብ ሒዘ፣ ገዛ ዘይብለይ ዓደይ ከይደ ተኻርየ ምስራሕ ይኸ። ሰለምታ ኣይረሳዕኹን ፍቱዋት ተኸታተልተይ እንኳዕ ብሰላም መጻኹም ንሎማዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩ ንዝብል ሓንቲ ሓፍተይ ኣብ ኮሜንት ዝሓተተትኒ ብጣዕሚ ብዙሓት እውን ዝሓታኒ ሕቶ እየ ሒዘልኩም መጽየ ከምቲ ኩሉ ግዜ ኣነ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ ንስኻትኩም እውን ዛንታ ሓፍትና ሰሚዕኩም ምስ ወዳእኹም ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል፣ ኣቢተይ የኔ ውዴ ሰላምኪ ብዝሕ ትርፍ ይበለለይ ዛንቤት እዋኒ ኣነ ብጣዕሚ እየ ዝፈትወኪ በቃ ቃላት የብለይን ዛናተይ ዶሞ ብጣዕሚ እየ ዝከታተለኪ እንታይ ነበሮ ንስኺ ጎረቤተይ ምኾንኪ የቐኔለይ ዝሓፍተይ ብጣዕሚ እየ ዘመስግን እና ናብ ሕቶይ ከኣቲ ኣብ ቢተይ ክልተ መሓዙት ኣለዋኒ ብጣዕሚ ኢና ንፋቶ ደቂ ዓዲ ኢና ናብ ስዑዲ ለ ብሓንሳዕ ኢና መጺና ሓሙሽተ ዓመት ጌርና ኣብ ስዑዲ እና ሃገረ ሰብ እዩ ዓድና ሓሳብና ኣብ ከተማ መሬት ገዚእና ገዛ ክነስርሕ እዩ ነይሩ ዕላማና ግን ኩሉ ከቢሩ ልዕሊ ዓቕምና ኮይኑ ክልቲኤን ኣዕርኽተይ ድማ ኣብ ናይ ወለደን ክልተ ክፍሊ ገዛ ኣስሪሐን በቃ ኣብዚ ዝተወለድናሉ ኢና ንነብር ኢለናን ዋላ እኳ ደሰ ይበለኒ ኣብዚ ዝተወለድኩሉ ግን ኣማራጭ ስኢነ ኣነለ ሓንቲ ክላስ ሰሪሐ ኣብ ናይ ማዘረይ ቦታ ማለተይ ምስ ማዘረ እየ ዝነብር ነይረ ንማዘረይለ ገዛ ኣስሪሐላ እየ ኣብዚ ናይ ማዘረይ ገዛ ዝሰራሕኩላ እየ ገዛ ሰሪሐ ማለተይ ዳርጋ ጣብቆ እዩ ኣብዚ ዝተወለድኩሉ ቦታ ዋላኳ መብራህትን ማይን ይሃልዎ እምበር ኣነስ ከተማ ክነብር እየ ዝደሊ ነይረ ግን ንከተማ ዝኾን መግዝኢ ቦታ ቅርሺ የይብለይን። ዋላ ኣብ ባንኪ ምንም ቅርሺ የይብለይን ሐዚ እየ ሓደ ኢለ ዝጅምር ዘለኹ ግን ሓደ ምኽሪ ኣለኒ በተለይ ናይ ኣቢተይ ተኸታተልቲ ካባይ ተምሃራ ኣነ ሓሙሽተ ዓመት ገይረ እየ ኣብ ከተማ መሬት ገዚኤ ገዛ ሰሪሐ እምሃለኹ ግን ብክልተ ሽሕን ዓሰርተ ሓሙሽተን ክስካዕ ክልተ ሽሕን ዓሰርተ ሽዱሽተን ዓመተ ምህረት እየ ዝተበላዕኹ በተለይ ኣብ የመን ዝነበሩ ቤተሰበይ ዘይወግሕ መሲሉኒ ወርሒ ወርሒ እየ ዝልእኸሎም ነይረ ምሳይ ዝነበራ ሓበሻ ክስካዕ ዝገርመን እረ በጃኺ ኣይትልኣኽሎም እየን ዝብላን ነይረን ግን ካብኡ ናይ ወርሒ ቅርሸይ ምስ ኣኸለ ክልእኸሎም እየ ኢለስ ካብዘን ምሳይ ዝሰርሓ ዝነበራ ሓበሻ ሓንቲ መፂኣ ሎም መዓልትማ ኣይትልእኽሎምን ኢላ ቅርሸይ የግዲፋ ቐሚጣትለይ በተለይ ወርሒ ወርሒ ለኣኽዮ ለኣኽዮ እዩ ዝመፀኒ ነይሩ ንምንታይ ከይጸልኡኒ እናበልኩ ግን እዛ ሓበሻ ኣፈራሪሓትኒ እንድሕር ልኢኽሎም ኮይንኪ ኣነን ንስኽን ክንጻላ ኢና ምስ በለትኒ ኣነለ ወርሒ ወርሒ ንዓኣ ክህባ ጀሚረ እንድሕር ኣነ ሒዘዮ ዝቕርሺ ልኣኽሎም ልኣኽሎም እዩ ዝመጸኒ ካብኡ ንዓኣ ክህባ ጀሚረ ካብኡ ናይ ኣርባዕተ ወርሒ እክብ ኣቢላ እንኪ ቅርሽኺ ኢላትንስ ብጣዕሚ ደስ ኢሉኒ። ለከ ቅርሺ እንድሕር ኣኪብካዮስ ይእከብ'ዩ። ግን እዞም ቅድም ዝልእኸሎም ዝነበርኩ ሰባት ብላዕሊ ኮይኖምለይ ካባይ ተምሃራ ክብለክን ኢለ እየ። እና ኣቢተይ ሃገረሰብ ትፈልጥያ ኢኺ በተለይ ኣብ ስደት ዘለና ብጣዕሚ ኢና ተዳኺምና ዘለና። ኣብ ስደት ኔርካስ ሓዳር ክትገብር እንድሕር ደሊኻ ይቅርታ ደኣ እምበር ኣነስ ስደት እዚ ብጣዕሚ እዩ ኣዳኺሙኒ ዘሎ በተለይ ኣነ ሓዳር ኣብ ሃገረሰብ እንድሕር ኮይኑስ ሰንበት ተሞርዒና ሰኑይ ናብ ማዘረይ ክሰደኒ ነይሩ እዩ ምክንያቱ ብጣዕሚ እየ ተዳኺመ ዘለኹ እናስ ኣቢየይ ካብ ሕጂ ንደሓር ዶ ገዛ ተሰሪሑለይ ኣብ ከተማዋ ቅርሺ ሒዘ እንትኣተኹ ካብኡ ከይደ ገዛ ኸራይ እንተተኻረኹ እንታይ ይመስለኪ እስኪ ንገርኒ ንእሽተይ እኳ ክኸብደኪ ይኽእል እዩ ግን ስለ ዝጨነቐኒ እዩ ኣቢተይ ካብ ተኸታተልቲ ኸለ ክፅበ እየ የኔ ውዴ ዝብል እዩ ዛንታኣ እዚ ሓፍተይ ሓታቶ ዘላ ሕቶታት'ዚ ናይ መብዛሕቲና ስደተኛታት ሕቶ እዩ። ብጣዕሚ ተደጋጋሚ ካብ ዝሕተቱ ሕቶታት ቀዳማይ ነገር ብዛዕባ ገዛ ካልኣይ ድማ ብዛዕባ በቃ ኣነሲ ናብ ስደት ናብ ዓዲ ዓረብ ምስ መጻኹ ተዳኺመ ሓይለይ ይደኽመኒ ዳራጅ ክወጽእ ከለኹ ይደኽመኒ ዝኾነ ትንፋስ ይሓጽረኒ ሓይለይስ ናይ ቀደም ዝነበረ ሓይሊ ሎሚ የለን ናይ መብዛሕቲኤን ዝዕላኒ ዕላል እዩ ዝሓታኒ ሕቶ እውን እዩ። ብዛዕባ ብዙሕ ገንዘብ ሒዘ ዓዲ እንተኸድኩ ገዛይ ከይወዳእኹ ወይ ድማ እተን ዘለዋን ገንዘብ ሒዘ ከይደ ኣብ ዓዲ ተኻርየ ስራሕ እንተኸፈትኩ ዶ የዋፀኒ ዋላስ ዓመት ክልተ ዓመት ሰለስተ ዓመት ወሲኸ ተፀሚመ ገዛይ ወዲኤ ዓዲ እንተኸድኩ የዋፀኒ ናይ ብጣዕሚ ብዙሓት ኣሕዋተይ ሕቶ እዩ ሎማዓልቲ ከምቲ ኣነ ትመስለኒ ከማኸረክን ዝደሊ ቀደመይ ከምዚ ተዳኺምና ገለ ኢልክዮ ዘለኺ ሓቲትክኒ ዘለኺ በቃ ዳርጋ መብዛሕቲና ክበሃል ይከኣል ክስካዕ ሰለስተ ዓመት ስካዕ ኣርባዕተ ዓመት እንዲያም ንስኺ ሓሙሽተ ዓመትኪ ደሓን ኢኺ ዘለኺ ካብኡ ንደሓር ዘሎ ግን በቃ ሓይልኻ እናደኸመ በቃ እእምሮኻ ንባዕሉ እናተዳኸመ እናደኸምካ ኢኻ ትኸይድ ምክንያቱ በቃ ሙቆት ስለ ዝኾነ ይመስለኒ ብፍላይ ስዑድ ሲ ሙቆት ስለ ዝኾነ ይመስለኒ ብፍላይ ኩሉ ግዜ መዓልታዊ ምስሓ ትምስሓ እንድሕር ኮይንክን ከምኡ ከዓ ኣዳራጅ ትመላለሳ እንድሕር ኮይንክን ሲ በቃ ብጣዕሚ እዩ ሓይልካ ዘድክም ኣነ ንባዕለይ ሓድሓደ ግዜ ሲ ስኡኢሉ በቃ ክደክመኒ ከሎ ዳራጅ ተመላሊሰ ወይ ገለሲ በቃ ዝኾነ ሓሚመ ግዲ እየ ኢልካ ትጣራጠረሉ ሰዓት ኣሎ እሞ በቃ ብዙሓት ከምኡ ገይረን ክዕላ ንኸለዋ ከዓሲ ኣይ ኣብ ኩልና እንድሕር ኮይኑስ በቃ ኣይ ሓሙምኩን ማለት እዩ ትብለሉ ኣጋጣሚ ኣሎ ዋላ ካልኦት ኣሕዋተይ ክዕላ ንኸለዋ እውን እሲ ከምኡ በቃ ንኻልእ ሰብ ሓቲተስ ኣነ እውን ይደኽመን ክብላ ንኸለዋ ኣይ ኣነ በዓልቲ ምሉእ ጥዕና እየ ማለት ድዩ ኣብ ኩሉ እንተኾይኑ ደኣ ኢለ ንዛ ነብሰይ የጽናዕንዓ ኢለን ዝዕላኒ ተኸታተልተይ እውን ኣለዋ ስለዚ እዙይ ሓይለይ ተዳኺሙ እዩ ጉልበታዊ ስራሕ ክሰርሕ እሞ ከዓ ሓዳር ክኤረ ዓዲ ከይደ ኣብ ጥንሲ ኣብ ሕርሲ ሰዓት ኩሉ ንሱ ተወሲኽዎሲ ከመይ ገይረ ኣብ ከምዚ ገዛ ሰሪሐ ወይ ኣብ ከምዚ ክቕመጥ እንተኾይነስ ከመይ ገይረ ዝብል ናይ መብዛሕቲኽን ሕቶ እዩ። ብርግፅ ከምዚ ሓቲትክዮ ዘለኺ ኣብ ስደት ንስሓ እናመሰሐት ነይራ ዳራጅ እናተመላለሰት ዕስራን ኣርባዕተን ሰዓት ንዓመታት ብዘይ ዕረፍቲ ስርሕ ነይራስ እሞ ከዓ ጥንስን ሕርስን ወሲኻትሉ ሓዳር ገይራ ኣብ ሃገረሰብ ተቐሚጣ ማይ ዕንፀይቲ ከምቲ ዘዕበየና እናተመላለሰት ዕዳጋ እናተመላለሰት ናብ መጥሓን እናተመላለሰት ሓዳር ምግባር ማለት ብጣዕሚ ብጣዕሚ ፈታኒ ብጣዕሚ እውን ከቢድ እዩ ኢለ እየ ዝኣምነሉ ኣነ ምክንያቱ ካብኡ ክትላቐቕ ካብኡ ዝሐሸ ህይወት ንክትነብር ኢላ እያ ዓዳ ገዝኣ ወለዳ ገዲፋ ተሰዲታ ክንደይ መከራታት ሓሊፋ ከዓስ እንደገና ናብ ከምኡ ዓይነት ናብራ ምምላስ ከዓስ እሞ ከዓ ሓይላ ምስ ተዳኸመስ ብጣዕሚ እውን ከቢድ እዩ ክምረፅ እውን ዘይብሉ እየ ዝብል እዚ ክብለክን ግን ኣነ ዓደይ ሃገረ ሰብ ዝዓበየ ሰብ ኣብ ከተማ ዝዓበየ ኩሉ ዘዕበዮ ዓዱን ነዲኡን ዝፀልእ ሰብ የለን ፀሊእናዮ ማለት ኣይኮነን ግን በቃ ከምዚ ክገልፆ ዝፀናሕኹ ሓይልኻ ይዳኸም እዩ ጉልበትካ ይዳኸም እዩ ስለዚስ ዝኾነ ንግዲ ክትነግደሉ ንባዕሉስ ኣፀጋሚ እዩ እንታይ ዓይነት ንግዲ ክትነግድ ኣብ ከምኡ ዓይነት ቦታ ተቐሚጥካ ማለት እዩ ስለዚ ብሓፈሻ ኣነ ክብለኪ ዝደሊ ከም ኣነ ዝኣምነሉ ኣብ ዓዲ ዝኸደ ሰብ ስራሕ ዝኸፈተ በቃ እዘን ዘለዋ ንገንዘብ ይኣኽላኒ እየን ኢሉ ስደት ይኣኽለኒ ኢሉ ዓዲ ከይዱ ገንዘብ ሒዙ ስራሕ ዝኸፈተ ሰብ ኣነ ክሓትት ከለኹሲ በቃ ካብ ኩሉ ንላዕሊ እንታይ ኣማሪርካ እንታይ ኣማሪርካ እንታይ ከቢድካ እንድሕር ደኣ ኢልካዮ ከማርር ሰሚዕካዮ ገዛ ክራይ እዩ ዝብለካ ምክንያቱ እተን ዘለዉ ገንዘብ ስራሕ ይኸፍተለን እንደገና መንበሪኡ ገዛ ይካረ ካብኡ ከዓ ናይ ስራሕ ቦታ እውን ይካረየለን ብድሕሪኡ እተን ዝረኽበን ዘሎ መኽሰብሲ ንናይ ስራሕ ቦትኡ እውን ይኸፍለለን ንናይ መንበሪ ገዝኡ እውን ንሱ እውን ተሸፊነናሉ እዩ ንኣብነት ዓሰርተ ሓሙሽተ ሽሕ ዓሰርተ ሽሕ ናይ ስራሕ ቦታ እንድሕር ደኣ ተኻርዩ ሓሙሽተ ሽሕ ከዓ እንድሕር መንበሪ ገዝኡ ተኻርዩ ሓንቲ ክፍልሲ ዓሰርተ ሓሙሽተ ሽሕ ኣብ ወርሒ መኽሰብ እንድሕር ረኺቡ ፅቡቕ እንድሕር ሰሪሑ እዩ ንሱ እውን ጀማሪ ኮይኑ እተን ዓሰርተ ሓሙሽተ ሽሕ ቅርሺ ክልተ ቅርሺ እናበለ ኣኪቡ ንገዛ ኸራይ ክእክበን ከሎ ክኸፍለን ከሎ እንደገና ነስቤዛ ናይ ማይ ናይ መብራህቲ ናይ ብዙሕ ነገር ከዓ ገንዘብ ይሓፅሮ ኣብ መወዳእትኡ በቃ ገንዘቡ እቲ ዝጀመሮ ስራሕ ሸያይጡ ናብ ስደት ክምለስ ካብ ዝግድዶ ምክንያት ሓደ እዩ ብዙሕ ነገር እዩ ዘሎ ሓደ ትሰርሖ ስራሕ ኣብ ዘይምምራፅ ካልኣይ ብዛዕባ ትሰርሖ ስራሕ በቃ እኹል ርድኢት እኹል ትምህርቲ እኹል ፍልጠት ዘይምሓዝ መጀመርያ ቀዲምካ ዘይምድላው ብዙሕ ነገር እዩ ዘሎ ግን ካብቲ ብዙሕ ሓደ ብዛዕባ ገዛ ኸራይ ካብ ሓተትክ ሎማዓልቲ ገዛ ኸራይ እዩ ስለዚ ከም ኣነ ከማኸረክ ዝደሊ ዋላ ንካልኦት ኣሕዋተይ እውን ከማኸረክን ዝደሊ ዝኾነት ገዛ ጀሚርክን ዓመታት ስለ ዝወሰድክን ንሳ ከየስራሕኽን ተን ዘለዋኽን ገንዘብ ኣሚንክን ካብ ትኸዳ ናብታ ዝጸናሕኽንኣ ዓመት ክልተ ዓመት ወሲኽክን ክልተ ኸፍሊ ሰለስተ ክፍሊ ክንዲ ዓቕምኽን ሰሪሕኽን ወዲእኽን ለሚጽክን ማዕጾ ዓጺኽን ካንሸሎ ዓጺኽን ሽንቲ ቤት እውን ኣስሪሕኽን ተጸሚምክን ገንዘብክን ኣኪብክን ስራሕ ከይነዓቕክን ገንዘብክን ከየጣፋእክንሲ ሒዝክን ኣስሪሕኽን በቃ ጥራሕ ኢድክን ዋላ እንተትኸዳ ገንዘብ ኣብ ዘይብልክን ዋላ እንተትኸዳ እየ ዝብል ምክንያቱ መንበሪ ገዛኽን እንድሕር ደኣ ሒዝክን ኣብ ወሰን ጽርግያ ኬንዳ ሰሪሕኽን ንባዕሉ ነታ ትቕመጣላ ዘለኽን መሬት ንእሽተይ ክፈል ኣብ ዝበሉኽን ናይ መንግስቲ ከፊልክን ንባዕሉ ሻሂ ቡና ክትጅምራ ትኽእል ኣብኡ ጌርክን እናተምሃርክን ንዓበኽን ንዓበኽን ትከዳ ትኽእላ ይኽን ምክንያቱ እቲ ዝኸበደ ነገር ገዛ ኸራይ ትኸፍልኡ ኣይብልኽንን ዋላ ኣብታ ገዛኺ እንተዘይተቐሚጥክናላሲ ንዓኣ ኣካሪኽን ኣብ ካልእ ከተማ ክትሰርሓሉ ክትቅየራሉ ኣብ ትኽእላ ከተማ ተኻሪኽን ንሳ ትቕይረልክን ትኽእል እያ። ነታ ዝተቐመጥክንኣ ንታ ትነብራላ ዘለኽን ናይ ገዛ ክራይ ናይ ገዛኽን ትሽፍነልክን ኣላ። ወይ ከዓ በቃ ዝኾነ ስራሕ ሰሪሕኽን መኽሰብ ከሲብክን ንገዛ ክራይክን እንድሕር ደኣ ከፊልክን ኣሎ ነታ ናይ ገዛ ክራይ ዝተቐበልክንኣ ናይ ወርሒ ከዓ ንገለ ዝፀገመክን ናይ ኣስቤዛኽን ትሽፍነልክን ኣላ ማለት እዩ። ኣነ ብጣዕሚ ብዙሓት እየ ዝፈልጥ። ብዙሕ ክፍልታት ኣስሪሐን ኣብ ንእስ ዝበለ ከተማሲ ንሱ ኣካርየን ኣብ ካልእ ከተማ ናይ ስራሕ ቦታን ናይ መንበሪኤንን ተኻርየን እቲ ዘካረዩ ብዙሕ ክፍልታት ንናይ ስራሕ ቦተእንን ንናይ መንበሪኤንን ገዛ ኸራየን ዝሽፍነለን በቃ ናይ ገዛ ኸራይ ዘይሓልያ ብዙሓት ይፈልጥ እየ ማለት እዩ። ስለዚ ብዝተኻኣለ መጠን እንተተኻኢሉ ክብለኪ ዝደሊ በቃ ንእሽተይ መሬት ገዚእኺ ዋላ እውን ክልተ ክፍሊ ጥራሕ ዋላ እውን ሓንቲ ክፍሊ ምስ ሳሎን ምስ መደቀሲኣ ጥራሕ ዋላ ትኹን በቃ ብዝተኻኣለ መጠን መሬት ገዚእኺ ኣስሪሕኺ ሓሙሽተ ዓመት ከዓ ደሓን ኢኺ ዘለኺ እንድሕር ደኣ ጠንኪርኪ ዘን ዘለዋኺ ገንዘብ ኣኪብኪ ገንዘብ ከየጣፋእኺ በቃ ኣነ ክብለኪ ዝደሊ እቲ እትገዝእዮ መሬት እቲ ገንዘብ ኣውፂእኺ ተስርሕዮ ገዛሲ ወይ ንስኺ ተኻሪኺ ንገዛ ክራይኪ ክሽፍነልኪ ዝኽእል ወይ ከዓ ኣካሪኽስ ገንዘብ ክሕግዘኪ ዝኽእል ዋላ እንተካረኽዮ ዋላ እንተተቐመጥክሉ ክጠቕመኪ ኣብ ዝኽእል ገንዘብኪ እንተተፍስሲ ገዛኺ እንተተስርሒ ኢለየ ከማኸረኪ ዝደሊ ስለዚ ጠንኪርኪ ሕጂ እውን ከምኣ ጌርኪ ንእሽተይ ኣብ ጥቓኺ ዘላ ከተማ ከምዛ ክገልፀልኪ ዝፀናሕኹ ተካረኽዮ እንተተቐመጥክሉ ክጠቕመኪ ዝኽእል መሬት ክገዝእኺ ዋላ ክልተ ክፍሊ ካንሸሎ ዓፂኺ ሽንቲ ቤተ ነስርሕኺ ዓድኺ እንትኸድኪ እምበር ገንዘብ ኣሚንኪ ኣብ ገጠር ዘስራሕኽዮ ገዛ ኣሚንክስ ዓዲ እንተዘይትኸዲ ፅባሕ ከይትጠዓሲ ኢለ እየ ከም ኣነ ከማኸረኪ ዝደሊ ምክንያቱ ብጣዕሚ ብዙሓት ኣሕዋተይ ካብ ስደት ተመሊሰን ካብ ስደት ተመሊሶም ከማረሩ ስለ ዝሰምዕ ማለት እዩ ስለዚ ንካልኦት እውን ተመሳሳሊ ንዝሓተትክናን ሕቶ እዚኣ ኢለ እየ ከማኸረክን ዝኽእል ከም ኣነ ዝኣምነላ ሓቂ እዚኣ እያ ንሎም መዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ እስካዕ ንራኸብ ሰሰናዩ ንዓኹም ባይ ባይ